ሰላም ክቡራት ተኸታተልቲ ኣልኮምፒስ ትግርኛ ከመይ ኢልኩም ቀኒኹም? ሎሚ ዝተዳለወ ዜና ብሓጺሩ ከቕርበልኩም እየ። ኣብ ዞባ ካልማር ሓደ መውዓለ ሕጻናት ብሰንኪ ሰለስተ ሰራሕተኛታቱ ብለበዳ ኮሮና ስለዝተለፉ ብምርግጋጽ ከምዝተዓጽወ ካብ ካልማር ዝተረኽበ ሓበሬታ ነጺሩ ኣሎ። ዝርዝር ሓበሬታ እቶም ሰራሕተኛታት ብኸመይ ከምዝተታሕዙ እኳ እንተዘይተገልጸ፣ ምምሕዳር እቲ መውዓለ ሕጻናት ኩነታት ናይቶም ሰራሕተኛታት ምስተፈልጠ ነዚ ስጉምቲ ከምዝወሰደ ኣፍሊጡ ኣሎ። ብዘይካ እዞም ሰለስተ ሰራሕተኛታት ምልካፎም ካልኦት ኣርባዕተ ከኣ ምልክታት ተራእይዎም ተባሂሎም ኣብ ገዝኦም ከምዘለዉ እውን ክፍለጥ ተኻኢሉ ኣሎ። ብምዕጻው እቲ መውዓሊ ሕጻናት ቴስዓ ዝኾኑ ስድራቤታትን ዕስራን ሓሙሽተን ሰራሕተኛታት ካብ ምርካብ ኣገልግሎትን ስርሖምን ከምዝተጎናደቡ ይንገር። ኣብ ሽወደን ብሰንኪ ዝሰርሕዎ ገበን ሃገር ገዲፎም ክወጹ ብቤት ፍርዲ ዝተወሰነሎም ሽዱሽተ ሚእቲ ገበነኛታት ገና ካብ ሃገር ከምዘይወጹ ትካላት ፍትሒ ጠቒሱ ሓደ ጸብጻብ ራድዮ ሽወደን ሓቢሩ። ብዙሓት ካብቶም ናብ ሃገሮም ዘይተመልሱ ፍርደኛታት ብሰንኪ ኣብ ካብ ዝመጹሉ ሃገር ዘሎ ኩነታት ሰብኣዊ መሰላት እንተ ዘይተመሊሶም ኣብ ህይወቶም ሓደጋ ክወርዶም ስለ ዝኽእል ከምቲ ከምቲ ዓይነት ስግኣት ዘለዎ ሰብ ከኣ ኣገዲድካ ምምላስ ብዓለም ለኸ ሕጊ ፍቑድ ስለ ዘይኮነ እቲ ፍርዲ ተፈጻሚ ምግባር ከም ዘይተኻእለ ኣብቲ ጸብጻብ ተመልኪቱ ኣሎ። እዚ ዝዓይነቱ ናይ ዘይምምላስ ጸገም ዘለዎም ሰባት መብዛሕትኦም ካብ ሃገራት ዒራቕ፣ ሶማልያ፣ ሊባኖስ፣ ኤርትራን ኢራንን ዝመበቆሎም ምዃኖም ይፍለጥ። ሃገረ ኔዘርላንድ ኩሎም ብዘይካ ካብ ምዕራብ ካብ ካልእ ሸነኽ ሽወደን ናብታ ሃገር ዝኣትዉ ገያሾ እታ ሃገር ንለበዳ ከሮና መን ዝውሸብ ንምልላይ ብመሰረት ዘውጽኣቶ ሕግታት መብዛሕቲኦም ሽወደናውያን ብብጫ ሕብሪ ከምዝተለለዩ ክፍለጥ ተኻኢሉ ኣሎ። ብመሰረት እቲ ሓበሬታ ብዘይካ ካብ ምዕራባዊ ሸነኽ ሽወደን ንዝመጹ ካልኦት ከይተወሸቡ ምእታው ከም ዝኽእሉን እቶም ካብ ብጫ ሕብሪ ወፃኢ ዝተዋህቦም ግን ዓሰርተ ኣርባዕተ መዓልቲ ምውሻብ ከም ዘድልዮም መንግስቲ ኔዘርላንድ ኣፍሊጡ ኣሎ። ኣብ ሃገረ ቤላሩስ ንዝተገበረ ምርጫ ተኸቲሉ ካብታ ሃገር ተላዒሉ ዘሎ ኣብያን ኣድማን ህዝቢ እንዳተላበዐ ብምምፅኡ ዝተጨናነቐ መንግስቲ እታ ሃገር ነቲ ወሪዱ ዘሎ ህዝባዊ ምልዕዓል ዘበገሶ ፖለቲካዊ ቅልውላው ንምፉዃስ ብዝብል ካልኣይ ግዜ ምርጫ ኣብታ ሃገር ክድገም ሓሳብ ኣቕሪቡ ኣሎ። ይኹን እምበር እቲ መራሒ እታ ሃገር ካብ ስልጣን ይተኣለ ዝብል ሕቶ ህዝቢ እንዳዓበየ ብምኻዱ እቲ ወጥሪ ይጋደድ ከምዘሎ ካብታ ሃገር ዝወጸ ሓበሬታ ኣረዲኡ። ነዚ መሰረት ብምግባር ሚኒስተር ጉዳያት ወጻኢ ሽወደን ኣን ሊንደ ምስ ካልኦት ኤውሮጳውያን ብጾታ ብምዃን ኣብ መንጎ መንግስትን ተቓወምትን እታ ሃገር ሽምግልና ንምፍታን ሕቶ ኣቕሪበን ከምዘለዋ ክፍለጠ ተኻኢሉ። ናይ ዕረፍትን ሓጋይን ግዜ ኣብ ምውድኡን ብፍላይ ከኣ ምጅማር ኣብያተ ትምህርቲ ናይዚ ሰሙን እዚ ተኸቲሉ ኣብ ኩሉ መጓዓዝያ እዛ ሃገር ጽቕጥቅጥን ምጭንናቕን ክፍጠር እዩ ዝብል ስግኣት ናይ ብዙሓት ምዃኑ ጸብጻባት ኣረጋጊጾም። መዓልታዊ ዝዓበየ ተጓዓዝቲ ከም ዘመላልስ ዝንገረሉ ምድሪባቡር ስቶክሆልም ወሲኽካ፣ መብዛሕትኤን ትካላት መጓዓዝያ ሽወደን ሰዓታት ለበዳ መጓዓዝያ ካብ ሓጋይ ናብ ቀውዒን ክረምትን ትማሊ ከምዝቐየራን ኣብ ብዙሓት መስመራት ከኣ ተወሰኽቲ ባቡራትን ኣውቶቡሳትን ኣዋፊረን ከምዘለዋ ክፍለጥ ተኻኢሉ ኣሎ። በዚ ኣጋጣሚ ንሕና ብወገንና ነፍሲ ወከፍ ሰብ ኣብ ጉዕዞታቱ ጥንቃቐ ክገብርን ርሕቀቱ ክሕሉን እንዳዘኻኸርና ንሎሚ ዝበልናዮም ዜና እዞም ስጋብ ሕጂ ተተከታተልዎም ዝጸናሕኩም እዮም። ደሓን ኣምስዩ። ንዜና ኣልኮምፒስ ትግርኛ ዝመወለ ቴሆ ሞብለር።